ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ትርፍ ይበለለይ ደቂ ዓበይቲ ወይ መዓረይ እንኳዕ ድማ ናብ ቻናለይ ብሰላም መጻኹም ንሎማዓንቲ ሒዘልኩም ዝመጻኹ ቪድዮ ከዓኒ ዋጋ ናይ ኤሌክትሪክ መኪና ኮይነን ብኣውቶማቲክ ማለት እዩ ክንደይ ነዋ ንዝብል ብእስካዕ ሞዴልን ከምኡውን ዋግኡ ከዓ ብዶላር እና ብናይ ውሽጢ ዓዲ ቅርሺ ገንዘብ ማለት እዩ ሒዘልኩም መፂኤ ኣለኹ እስካዕ ቪድዮ ፍፃመ ተኸታተልዎ ንቻናለይ ሓደሽቲ ዝኾንኩም ሰብስክራይብ ነባራት ዝኾንኩም ከዓ ላይክ ሸር እናገርኩም ንኸተበረታትዑኒ ብትሕትና ይላቦ ማለት እዩ ላይክ ሸር ልትገብሩለይ ካብ ልቢ እየ ዘመስግን ክብራት ኣሕዋተይ እና ዋጋ መኪና ናይ ኣብ- እ፣ ኣብ ዝሓለፈ ናይ ባጃጅ እና ናይ ሲኖትራክ እዘን ተፃዕንቲ ገልባጭ ሲኖትራክ ማለት እዩ ሒዘልኩም መጽኤ ነይራ ናይ ኣውቶማቲክ መኪና እዘን ብኤሌክትሪክ ዝሰርሓ ሲ ሒዝክላ ንዕይ ኢልኩም ነርኩም ሓደ ሓደ ሰባት ኣነ ከዓኒ ንዓኻትኩም ዘይኸውን ነገር የለን ብምባል ሒዘልኩም ደረኽ ኢለ ኣለኹ ማለት እዩ። በተለይ ኣብ ዓበይቲ ከተማታት ትነብሩ ሰባት ዓበይቲ ከተማታት ማለት ከምኒ መቐለ ክኸውን ይኽእል ኣብ ትግራይ ከምኒ መቐለ ወይ ከዓኒ ሽራ ሽረ መቐለን ሰሜንትን ዝሐሻ ካብኡ ከዓኒ ዋና ነገሩ ከዓ ኣብ ኣዲስ ኣበባ ትነብሩ በተለይ ብጣዕሚ እየን ዘዋፀ ማለት እዩ። ሕዚ ንኣብነት ሓደ ሓደ ሰብ ባዶ መሬት ገዚኡ ኮፍ የብልዎ ዶ ሕዚ ባዶ መሬት ይፈልጥ እየ ንወደፊት ናኸበረ ክኸይድ እዩ ግን ደሞ እቲ ገንዘብ ፈሲሱ ኮፍ ኢሉ እንሄው ኣይትነግድሉን እቲ መሬት ኮፍ ኢሉ ወሲኩም ትሸጥዎና ብቲ ናይቲ መሬት ዝገዛእኹምዎ ተንቀሳቂስኩም ቢዝነስ ትሰርሕሉ ሓሊ ክመፅን እዩ ማለት ስለዚ ባዶ መሬት ገዚእኹም ካፍ ከፍ ትብሉ በዓልትኹም ትሰርሕዋ በዓልትኹም ተንቀሳቀስዋ መኪና እንተኾይና በተለይ ድማ ራይድ መኪና ራይድ መኪና ሓዚ ከምኒ ኣዲስ ኣበባ መቐለ እንተሊኹም ብጣዕሚ እየን ዘዋፀ ማለት እዩ ኣነ ከም ሓሳብ እዩዋ ከም ሓሳብ እዩ እና ከሐዚ ሰለስተ ክልተ ሚሊዮን ሂኩም መሬት ገዚኦም ከፍ ካብ ተብልዎ እንተሰ ሓደ እንተስ ክልተ እንተ ሰለስተ ሚሊዮን ሂኩም ብዛ ዓቕምኹም ራይድ መኪና ገዚእኹም ንባዕልትኹም እውን ካብ ጭንቀት ካብ ድብርቲ ትድሕኑ ናይ ስራሕ መዓልቲ ይህልወኩም ኩሉ ግዜ ብስራሕ ኢኹም ትውዕሉ እና ብቻ ብዝኾነ ኮይኑ ክብራት ኣሕዋተይ እዚ ከም ሓሳብ እዩ ንዓኻትኩም ዝህበኩም ዘለኹ ቅድሚ ናብቲ ዋጋ መእታዊ ማለት እዩ እና ዋጋ ናይ ኣውቶማቲክ መኪና ማለት እዩ ኣውቶማቲክ እያ ካብኡ ከዓኒ ብናይ ኤሌክትሪክ ትጓዓዝ ማለት እዩ ሞዴሉ ዒስራ ዒስራን ሰለስተን ዝኾነት ዒስራ ዒስራን ሰለስተን ሞዴል ኣውቶማቲክ እያ ማለት እዩ ብዶላር ካብ ዒስራን ሽዱሽተ ሽሕን ዒስራን ሽዱሽተን ሽሕን ሓሙሽተ ሚእትን ዶላር ማለት እዩ ናይ ኣሜሪካ ዶላር እዩ ዝለኩም ኣለኹ ብናይ ኢትዮጵያ ከዓኒ ካብ ሰለስተ ነጥቢ ኣርባዕተ ሚልዮን እስካብ ሰለስተ ነጥቢ ሓሙሽተ ሚልዮን ያው ካብ መዓልቲ ናብ መዓልቲ ሸርፊ ይፈላለ እዩ ብዶላር እዩ ሓደ ዓይነት ክኸውን ዝኽእል እምበር ብናይ ኢትዮጵያ ዋጋ ክፈላለ ይኽእል እዩ ዝሮ ዝሮ ብዶላር ካብ ዕስራን ሽዱሽተን ሽሕን ሓሙሽተ ሚእትን ጀሚሩ ኣሎ። ካብኡ ከዓኒ ብናይ ኢትዮጵያ ካብ ሰለስተ ነጥቢ ኣርባዕተ እስካብ ሰለስተ ነጥቢ ሓሙሽተ ሚሊየን ገንዘብ ተባሂልኩም ኣለኹም ማለት እዩ። ደቂ ዓበይቲ እንግዲህ ከምዚኣ ትመስል ሞዴላ ዕስራ ዕስራን ሰለስተን ሞዴሉ ዕስራ ዕስራን ሰለስተን ዝኾነ ኣውቶማቲክ እዩ ማለት እዩ። ደቂ ዓበይቲ ካብኡ ብካልኣይ ደረጃ ደግሞ ዋጋ ሒዘልኩም መፅኤ ዝኔኹ ማለት እዩ ኒሳን ላይ ኒሳን ሊፍ ትበሃል እዛ ናይታ መኪና ሲም ማለት እዩ ካብ 25 ሽሕን እስካብ 25 ሽሕ ዶላር እስካብ 28 ሽሕ ዶላር ማለት እዩ ብናይ ኢትዮጵያ ክምንዘር ከሎ ካብ 3.6 ሚሊዮን ብላዕሊ ማለት እዩ ብባንክ ተስርፍዎ ትኽእሉ ብላክ ማርኬ ዝረዝሮ ሸርፊ ኩሉ ግዜ ኣብ ሓንቲ ጠጠወ ይብልን ስለዚ ካብኡ ብላዕሊ ክመፅእ ይኽእል ካብኡ ብታሕቲ ኢልኩም ይትገምትዎ ግን ካብኡ ብላዕሊ ክመፅእ እዩ ብናይ ኢትዮጵያ ካብ ሰለስተ ነጥቢ ሽዱሽተ ሚሊዮን ብላዕሊ ማለት እዩ እዚኣ እውን ኣውቶማቲክ እያ እና ብናይ ኤሌክትሪክ ዝሰርሓ መኪና ከምዚ ይመስላ ማለት እዩ ብቻ ከከም ደረጅእን ከከም ዓቕመን ዝቐንሳ ክህልዋ ይኽእላ እተን ዝጠየቅክወን ግን እዚኣተን እየን ማለት እዩ ክብራት ኣሕዋተይ ስለዚ ኣብ ዓበይቲ ከተማታት ትነብሩ ሰባት ተኾይንኩም በተለይ ሐዚ መቐለ፣ ኣዲስ ኣበባ፣ ሽረ ኣብተን ዕብ ዕብ ዘለ ከተማ ትነብሩ ሰባት ሐዚ ራይድ እንተሪእና ራይድ ሐዚ ከም ናይ ገዛ መኪና እውን ተገልግል እያ። ከምኡ እውን ብናይ ደገ እውን ክትሰርሑላ ትኽእሉ ማለት ብጣዕሚ እያ ተዋፅእ። ግን ባዕልትኹም ትሰርሑላ ዘኮይንኩም እዩ በር ብሰብ እንኳን ብዙሕ ዝሮ ዝሮ ከም ባዕልኻስ ይኾነን ማለት እየ እና እዚ ዋጋ ራይድ ይኾነን ዝሮ ዝሮ ግን ራይድ እውን ዳሕና እየን ዋጋአን ካብ ሰለስተ ነጥቢ ብታሕቲ ካብ ሓደ ነጥቢ ሓሙሽተ ብላዕሊ ትረኽቡ ኢኹም ማለት እዩ ደቂ ዓበይቲ ወይ ናይ ሎማዓንቲ ቪድዮ እዚኣ ትመስል ነይራ ሓሳብ ርእይቶኹም ድማ ኮሜንት ዝሓፍዎ